ከመይ ኣለኹም ክቡራት ተዓዘብትና?
ኣብ ትግራይ ብኮሮና ቫይረስ ዝተትሓዙ ሸውዓተ ተወሰኽቲ ሰባት ተረኺቦም። ኣብ ትግራይ ብሓፈሻ በዚ ቫይረስ ዝተለኸፉ ሰባት ዓሰርተ ሓሙሽተ በፂሑ ኣሎ። መንግስቲ እቲ ክልል ለበዳ ኮሮና ቫይረስ ንምክልኻል ብዝብል ፈለማ ንክልተ ሰሙን ዝደንገጎ ኣዋጅ ህፁፅ ግዘ ንሰለስተ ወርሒ ከምዝናዋሕ ገሊፁ እዩ። ኣብ ኢትዮጵያ ቁፅሪ ብኮሮና ቫይረስ ዝተለኸፉ ሰባት ሰለስተ ሚእትን ሰማንያን ትሽዓተን በፂሑ ኣሎ። ነቲ ብሰንበት ኣብ ከተማ መቐለ ዝተፈፀመ ቅትለት ሓደ መንእሰይ ኣፃራዪ ጉጅለ ተመስሪቱ ምርመራ ተጀሚሩ ኣሎ። ቀታሊ እውን ናብ ቤት ፍርዲ ከም ዝቐረበ ሓላፊ ቤት ፅሕፈት ፖሊስ ክፍለ ከተማ ሰሜን መቐለ ምክትል ኮማንደር ሓዱሽ ሕዱግ ኣማስዩ ንቢቢሲ ገሊፁ። ኣብ ምዕራብ ኦሮሚያ ኣብ ዝተፈላለዩ ከባብታት ዞባ ጉጂ ዓሰርተ ክልተ ፖሊስ ተቐቲሎም። ምኽንያት ሞት እቶም ፖሊስ ኣብ መንጎ ናይ ቅድሚ ሕዚ ኣባላት ኦነግ ዝነበሩ ጉጅለን ኣካላት ፀፅታን ዘጋጠመ ጎንፂ እዩ። እቲ ጎንፂ ካብ ዝሓለፉ ክልተ ሰሙናት ጀሚሩ ክሳብ ሎሚ ቀፂሉ ኣሎ። ፍርያት ዕምበባ ኢትዮጵያ ኣብ ኣውሮጳ ዘለዎ ጠለብ ምምሕያሽ የርኢ'ሎ ተባሂሉ። ኣብታ ብኮረና ቫይረስ ኣዝያ ዝተሃሰየት ኣውሮጳ ምምሕያሽ እናተርኣዩ ምምፀኦምን ኣዋጅ ዕፅዋ ክፎክስ ብምጅማሩን እዩ እዚ ጠለብ ወሲኹ ዘሎ። ኣብ ደቡብ ሱዳን ብቐዳም ብዝተወለዐ ጎንፂ ብኣማኢት ዝቑፀሩ ሰባት ሞይቶም ክኾኑ ከም ዝኽእሉ ሰብ መዚ ሓቢሮም። እቲ ጎንፂ ኣብ ሰሜን ምብራቕ እታ ሃገር ኣብ መንጎ እንስሳት እናርብሑ ዝናበሩን ብሕርሻ ዝፍለጡ ማሕበረሰብን ዝተወለዐ ኮይኑ ኣሽሓት ካብ መረበቶም ከም ዝተመዛበሉ ተፈሊጡ። ዜጋታት ብሩንዲ ንፕረዚደንት ፒየር ንኩርንዚዛ ዝትክእ ንምምራጽ ድምጾም ኣብ ዝህብሉ ዘለዉ እዋን ማሕበራዊ መራኸብታት ከም ዝተዓጽወ ተገሊጹ። ፌስቡክ፣ ዋትስኣፕን ትዊተርን ተዓጽዮም ብምህላዎም እቶም ቪፒኤን ዝጥቀሙ ጥራይ ማሕበራዊ መራኸብታት ክኸፍቱ ከም ዝኸኣሉ ቢቢሲ ኣረጋጊጹ። በረራታት ውሽጢ ዓዲ ህንዲ ካብ ዝመጽእ ዘሎ ሶኒ ዕስራን ሓሙሽተን ግንቦት ኣገልግሎት ምሃብ ክጅምር እዩ። እታ ሃገር ብሰንኪ ስግኣት ለበዳ ኮሮና ቫይረስ ካብ ዕስራን ሓሙሽተን መጋቢት ጀሚራ ኣብ ውሽጥን ናብ ደገን ዝግበሩ በረራታት መጓዓዝያ ኣየር ኣጊዳ ምጽንሓ ይፍለጥ።
ካብ ጎረቤት ሃገር ተመሊሶም ኣብ ጅጅጋ ኣብ ዝተዳለወ መወሸቢ ዝርከቡ ኢትዮጵያውያን መንግስቲ ኣይሕግዘናን ዘሎ ክብሉ ቅሬትኦም ገሊጾም። መሸፈኒ ኣፍን ኣፍንጫን ሳሙናን ኣይተዋሃበናን፣ ኣብ ሓደ ክፍሊ ካብ ሰለስተ ክሳብ ሽዱሽተ ሰባት ክንኸውን ተገዲድና፣ ካብቲ ቫይረስ ነፃ ምስ ተብሃልና ክንኸይድ ኣይተገበረን ክብሉ ገሊፆም። ሓላፊ ቢሮ ጥዕና ክልል ሶማሊያ ዶክተር ዩሱፍ መሓመድ ብወገኖም ዝተወሰኑ ፀገማት እንተሃለዉ እውን ክንዲ እቲ ዝቐረበ መረረ ግን ኣይኮነን ኢሎም። ሎማዕንቲ ኣርባዕተ ሚእትን ዓሰርተ ሓደን ሰባት ካብቲ መወሸቢ ወፂኦም ናብ ናይ ትውልዲ ከባቢኦም ክኸዱ እዮም ኢሎም ኣለዉ ይብል ጸብጻብ ኣዲስ ቸኮል። ሕብረት ኤርትራውያን ንምምካት ለበዳ ኮሮና ቫይረስ ካብ መላእ ዓለም ዘተኣኻኽብዎ ልዕሊ 2.7 ሚልዮን ብር ኣብ ክልል ትግራይ መዓስከር ስደተኛታት ንዝርከቡ ኤርትራውያን ሓገዝ ሂቦም። እቲ ሓገዝ ምግብን ናውቲ ፅሬትን ኮይኑ ሕዱር ሕማም ንዘለዎምን ዓቕሚ ዘይብሎምን ስደተኛታት ይወሃብ ኣሎ። ኣብ ዩናይትድ ስቴትስ ዝመደብሩ ዓለም ለኸ ምትሕብባር ንመሰል ኢትዮጵያውያን ዝተብሃለ ውዳበ ንለበዳ ኮቪድ-19 ምክልኻል ዝሕግዙ ዝተፈላለዩ ናውቲ ንሚኒስትር ጥዕና ኢትዮጵያ ኣረኪቡ። ኣብቲ ውዳበ ኣተሓባሪ ኮሚቴ ምትእኻብ ሓገዝ ኣቶ ኣመሃ መኮነን ዝተውሃበ ሓገዝ ብኣስታት 11 ሚልዮን ብር ዝተገዝአ ናውቲ መከላኸሊ ምዃኑ ገሊፆም። ሚኒስተር ሚኒስትሪ ጥዕና ኢትዮጵያ ዶክተር ሊያ ታደሰ ነቲ ሓገዝ ብምምስጋን ቀፃሊ ክኸውን ተስፈእን ገሊፀን ይብል ፀብፃብ ፀሃይ ዳምጠው ካብ ኣዲስ ኣበባ። ኣብ ኢትዮጵያ ከባቢ ሲዳማ ኣብ ኣደባባይ ጉዱማሌ ብድሙቕ ይኽበር ዝነበረ ናይ ፊቼ ጫምባላላ በዓል ብሰንኪ ኮሮና ቫይረስ ንፀገም ዝተቓልዑ ነበርቲ ወረዳታት ሲዳማን ከተማ ሓዋሳን ብምሕጋዝ ይኽበር ከምዘሎ ዝበፅሐና ዜና ሓቢሩ።

እቲ በዓል በብገዝኡ ክኽበር ዘሕለፍዎ እዋናዊ መልእኽቲ ንሃገሮምን ህዝቦምን ሓላፍነት ዝስምዖም ልዕሊ ኩሉ ድማ ንህይወት ሰብ ዝግደሱ ምዃኖምን ዘርኣየ ብምዃኑ ኣድናቖቶም ገሊጾም ኣለዉ ይብል ጸብጻብ ዮናታን ዘብድዮስ ካብ ሃዋሳ። ዋና ጸሓፊ ውድብ ሕቡራት ሃገራት ኣንቶንዮ ጉተረዝ ንለበዳ ኮሮና ቫይረስ ኣብ ምቅባጽ ምስ ኣፍሪካ ዓለማዊ ሓድነት ክህሉ ጸዊዖም። ካብ ፋይናንሳዊ ቅልውላው ንምድሓን ድማ ስርዓታት ጥዕናን ቀረባት ምግብን ምጥንኻር ኣገዳሲ ምዃኑ ኣዘኻኺሮም፣ ጉተረስ ሃገራት ኣፍሪቃን ሕብረት ኣፍሪቃን ነቲ ቫይረስ ኣብ ምክልኻል ንዝወሰድዎ ስጉምቲ እውን ኣሞጒሶም ኣለዉ።
ከም ሓበሬታ ማእከል ምክልኻልን ምቁጽጻርን ሕማማት ኣፍሪቃ፣ ኮቪድ ዓሰርተ ትሽዓተ ልዕሊ ክልተ ሽሕን ሸሞንተ ሚእትን ቀቲሉ ኣሎ። መብዛሕቲኦም ኣብ ደቡብ ኣፍሪቃ፣ ግብጺ፣ ኣልጀርያ፣ ሞሮኮን ናይጀርያን እዮም። ኣብ ስጳኛ ድማ ነቶም ክልተ ሜትሮ ክፈናተቱ ዘይክእሉ ቆልዑ ልዕሊ ሽዱሽተ ዓመት ዝኾኑ ኩሎም ማስኬራ ክገብሩ ኣዚዛ ኣላ፣ ካብ ጽባሕ ሓሙስ ጀሚሩ ዝትግበር። ቻይና ድማ ትማሊ ኣብ ጂሊል ዝተባህለት ክፍለ ግዝኣት ሓድሽ መልከፍቲ ስለ ዝረኸበት ኣብ ምክልኻሉ ዓጢቓ ኣላ። ኣብ ህንዲ ካብ ገጠራት ናብ ከተማ ምስ ኣተዉ ብሰንኪ ርገጣ ቫይረስ ኮረና ተዓጽዮም ዝነበሩ ሰራሕተኛታት ነናብ ዓዶም ክምለሱ ዕድል ይኽፈተሎም ኣሎ። ባቡራት ህንዲ ካብ ባሕቲ ሰነ ጀሚረን ኣብ ሰሙን ክልተ ግዜ ክንቀሳቐሳ እየን። ባሕቲ ሰነ ንሆላንዳ ከኣ ሓድሽ ምዕራፍ እያ። ኣብያተ መስተን መግብን፣ ኣብያተ ሲነማታትን ኣዳራሻት ምርኢታትን ክኽፈታ እየን። ኣብ ዙርያ ዓለም ብኮሮና ቫይረስ ዝተለኽፉ ኣርባዕተ ነጥቢ ትሽዓተ ሚልዮን፣ ዝሞቱ ሰለስተ ሚእትን ዕስራን ሰለስተን ሽሕ።
ሰበስልጣን ኬንያ ቤት ፍርዲ ንዝሃቦ ትእዛዝ ዕሽሽ ብምባልን ኣብ ማእኸል ለበዳ ኮሮና ቫይረስን ኣብዚ ወርሒ ንልዕሊ ሸውዓተ ሽሕ ሰባት ድኻታት ካብ ዝነብሩሉ ክፋል ናይሮቢ ብሓይሊ ኣውፂኦምዎም። ውሱን ዓመፅ እውን ኣስዒቡ ኣሎ። ሰበ ስልጣን ንቶም ኣባይቲ ዘፍረስሉ ምኽንያት ኣብ ናይ ህዝቢ ወይ መንግስቲ መሬት ዝተሃነፁ ብምዃኖም እዩ ይብሉ። ገሊኦም ብሓይሊ ክወፁ ዝተገደዱ ግን እቲ መሬት ከምዝዓደግዎ እዮም ዝዛረቡ። ነቐፍቲ ኣብ እዋን ለበዳ ንሰባት ካብ ዝነብርሉ ብሓይሊ ምውፃእ ኢሰብኣውን እቲ ቫይረስ ክጋፋሕ ዝገብርን እዩ ይብሉ። ዩናይትድ ስቴትስ ነቲ ብጉባኤ ጥዕና ዓለም ዝቐረበን ኣድማሳዊን ብርትዓዊ ዋጋ ንኹሉ ሰብ ናይ ክታበት ዕድል ክኽፈተሉ ዝፅውዕን ውሳነ ንኩባንያታት መድሓኒት ኣሜሪካ ዝጎድእ እዩ ብምባል ድምጺ ተዓቅቦ ሂባ። እዚ ዝኸውን ዘሎ እቲ ንክልተ መዓልታት ብርሕቐት ዝተኻየደ ጉባኤ ጥዕና ዓለም ኣብ ዝተዛዘመሉ እዩ።
ብራዚል ኣብ ሓደ መዓልቲ ልዕሊ ሓደ ሽሕ ሞት ኣመዝጊባ ኣላ። ክኢላታት፣ ሰባት ብሰንኪ ሕጽረት መመርመሪ ይምርመሩ ስለዘየለዉ፣ እቲ ቁጽሪ ልዕሊኡ ክኸውን ከምዝኽእል ብምሕባር፣ ሰባት ኣብ ህዝባዊ ቦታታት ማስክ ክገብሩ፣ ተማሕጺኖም ኣለዉ።
ብሰንኪ ዕጽዋ ልዕሊ ሽዱሽተ ሚልየን ሰባት ናብ ዝኸፈኣ ድኽነት ክቃልዑ ከምዝኽእሉ ባንኪ ዓለም ሓቢሩ ኣሎ። ፕረዚደንት ባንኪ ዓለም እቲ ኣንጻር ድኽነት ኣብ ዝገብርዎ ዝነበሩ ቃልሲ ብሰንኪ ለበዳ ኮሮና ቫይረስ ሰለስተ ዓመት ንድሕሪት ከምዝመለሶም ሓቢሩ ኣሎ።
ፕረዚደንት ሕቡራት ሃገራት ኣንቶንዮ ጉተረዝ ኣብ ምቁጽጻር ዝርግሐ ኮሮናቫይረስ ዓለም ካብ ገለ ሃገራት ኣፍሪቃ ትምህርቲ ክትቀስም ከምዘለዋ ብምሕባር፣ ሃገራት ኣፍሪቃ ምክልኻል ኮሮናቫይረስ ዘርእየኦ ዘለዋ ዕዉት ስራሕ ኣድናቖቱ ገሊጹ'ሎ።
ኣብ ደቡብ ኮርያ ብዙሓት ተምሃሮ ናብ መኣዲ ትምህርቲ ምምላሶም ዘርኢ ስእልታት ተዘርጊሑ ኣሎ። እዞም ብሰንኪ ዕጽዋ ካብ ትምህርቲ ቦኺሮምን ንሓድሕዶም ተፈላልዮም ዝጸንሑን ተምሃሮን መምህራንን ብኹርናዕ ዒዶም ሰላም እናተባሃሉ'ዮም። ናፍቖቶም ተገላሊጾም።
እዋኑ ኣብ ብዙሓት ሃገራት መጠን ሙቐት ዝውስኸሉ እዩ። ሰባት ድማ ብሰንኪ ሙቐት ከባብን ኮሮናቫይረስን ዝስዕብ ረስኒ ምፍላዩ ኣጸጊምዎም ኣሎ። ተመራመርቲ ድማ እቲ ዝሓሸ ንዶኳትር ምውካስ ምዃኑ ይመኽሩ ኣለዉ። ኣዋጅ ዕጽዋ ተፈጽም ኣብ ዘላ ሲንጋፖር ብማሕበራዊ መራኸቢ ዙም ብቪድዮ ዝተኻየደ መስርሕ ፍርዲ ንሓደ ውልቀሰብ ብሞት ክቕጻዕ በዪኑ ኣሎ። ወዲ ሰላሳን ሸውዓተን ዓመት ፑኒታን ብ ክልተ ሽሕን ዓሰርተ ሓደን ብዝተፈጸመ መሸጣ ዕጸ ፋርስ'ዩ ብቪድዮ ኣብ ዝወዓለ መጋባእያ ሞት ዝተፈረዶ።
ክሳብ መወዳእታ መደብና ሓቢርኩምና ስለ ዝጸናሕኩም ነመስግን። ሓሳብን ርእይቶን ምስ ዝህልወኩም ኣብ ኮሜንት ጸሓፉልና። ናብ ካልኦት ኣሕዋትና ከኣ ሼር ብምባል ኣብጽሑልና። ዳግማይ ክሳብ ንራኸብ ሰሰናዩ።